ጸጋማይ ጎነይ ፍንጫሕ መሰንገለይ። መርሓባ መርሓባ ኣቦ ደቀይ ጸላም ብሌን ዓይነይ። ኣታ ዓሰል ለዚዝ እንታይ ክእዘዝ። ወይለከይ ደበጨይ ዓዲ ኣቲኻ ቋንቋ ዓረብ ዶ ኣበይ ተረኽበ። ካብ መሓመድ ዓርከይ እዚኣ ከኣ ርኢ ከለኺ ንዓኺ ስለ እትምጥን ኣብ ሰዓታን ኣብ ቦታኣን እየ ዝጥቀመላ ዘለኹ። የቐንየለይ የቐንየለይ ኣንታ መዓር ኣፉ በሊሕ ከም ሴፍ ክልተ ዝኣፉ። ዓሕ ዋይ ኣነ ለወጫን ኣቲ እዚኣስ ዓንዳይ እንዲ ክሰምዓ ነይሩ። እሂ።
ከምታ ኩሉ ግዜ ክንበኣስን ክንቋየቑን ክርእየናን ክሰምዓናን ከሎ እም ጀሚሮም ከኣ እዞም ቶም ኤንድ ጀሪ ዝብለና ሕጂ ከኣ ኣፍሎ ክንበሃልን ክንወዳደስን ከለና ክሰምዓና ነይርዎ ሽሕ ሕርር ኢሉ በዓልቲ ቤቱ እንዳዘከረ ኣይ ኣይ ኣይ ኤክስ ኤክስ
ኣንታ ደወጨይ እዚ ክንበሃሃሎ ዝጸናሕና ናይ ልቢ እምበር ንረኣይለይ ስምዑለይ ድዩ ከም ካልኣይ ድማሲ ንዓኪ ከዓ እንዳይ በዓልቲ ቤቱ ብሞት ስለ ዝተፈለየቶስ ከነጻናንዖ እምበር ከነጉህዮ ኣለና ድዩ ኣሕ ዋይ ኣነ ዋይ ኣነ ኣቲ እዚኣሲ ሓቅኺ ርኢኺ መብራህተይ ኣነ ህውኽ ስለ ዝኾንኩ ቁሩብ ይጋገ እንዴ እ ከምዚኣ ክጋገ ከለኹ ንስኺ ድማ ማርሻ እንዴትሮ ምልስ ተብልኒ ሕራይ ዶ
ኣጆኻ ትርጉም ቃል ኪዳን እኮ ምምልላይ እዩ ድሓር ከዓሲ እንተኾንካ ኢኻ ንጌጋ ኣብ ቀረባ ትኸውን ንክንደይ ዝተባኣሱ ትዓርቕን ትሽምግልን ትውዕል ዘለኻ እዚኣስ ሓቅኺ ግና ሓደ ሓደ ግዜሲ ወረጃ ማዕዶ ይኸውን እዩ ርኢ ክለኺ ንክንደይ ዝተባዕሱን ዝተቋይቑን እናዓረቁስ ኣብ ናተይ ምስ በፅሓኹ ግና ንፋዕ ይኮንኩን ዳሕን ዳሕን ዳሕን ሸይጣን እትሓርድ ኑፊዕ ኢኻ ንዓኺ ሒዘ ንዓኺ ሒዘ ነፍዕ በለ ደኣ ናይ ደሓን ዲኺ ደው ኢልኪ ናፊቐካ በዚ እውን ከምኡ እዩ ዘሎ ብራብዓይ ግንባር ንፉቕፉቕፉቕፉቕ
ኣበይ ደኣ ኣለኻ እቲ ነቲ ሓላው ስጡሕ ኣንዳ ይርኽብ ኣቢለ ናብ ስራሕ ኸይድ ይኸዶ ኣለኹ ኣብ ተቖንደ እየ ዘለኹ እቶም ሰራሕተኛታት መፍትሒ የብሎምን ድዩ?
ኣለዎ እምበር ከፊተሎም ድየ ይህ ናይ ደሓን ዲኺ? ሳሌም እመጽእ ኣለኹ ኢላ ደዊላትለይሲ። መን ሳሌም እያ እዚኣ? ሳሌም እታ ካብ ኣበደም ተላኢኻ ዝመጸትና ቆልዓ። ኣሃ እታ ጓል ሓብቱ ንዓንዳ ሂሞ። እንታይ ሂሞ ደኣ?
ዋእ ምሳይ ኮይንካ ክትረኽባ ኢለ። ኦይለይ እሞ ንደሞጭ ንርከብ ቦታ ኢላ ትክዳዕ ገለላ ማለት እዩ። ከምኡስ ኣይበለትንን ግና ዋእ ካብ በይነይ ዝጸንሓሲ ነቶም ሰራሕተኛታት ኣመሓድር ኣቢልካዮ ምጻእ እሞ ዋእ ብሓደ ቡን ንሰተና። በቃ ሕራይ ሕራይ ሕራይ መጻኹ መጻኹ መጻኹ። ሕራይ ኣይትደንጉ በል ኣይትደንጉ ቻው ቻው ሕራይ። እዋይ

ናበይ ደኣ ትኸይድ ስራሕ ኣለኒ
እንታይ ኮይኑ ዘይህሉ ናብኡ እንድየ ዝኸይድ ዘለኹ ዋ መንገዲ ስራሕኻ በየ እንዲ ኣታ ኣነ ንዓንታይ ርኽብ ኣቢለ ክኸይድ ደልየ ኣብቲ መናፈሻ እምበር መገዲ ስራሕ ይጠፍእ ንስንስኻ ንዓይ ክትሕብረኒ ኣይፍለጥን እዩ ሽኩሽኳ ሒዛትካ ከይትኸውን ኢለ ንስኻ እምበር ስራሕ የለን ታክስኺ ነፊሳ እንዲ ሓዲራ ኣብቲ እንዳ ጎሚስታ እትያሲ ሕጂ ናባይ እየ ዝኸይድ ዘለኹ
በል እ፣ ስራሕ ፅቡቕ እዩ ዝወደይ እ፣ ሪኢኻ ኣለኻ ቁሩብ ኣታዊታትካ የሙቕነ ይጎድል ኣሎ ኣቦ ዶም ኣበይካ ጥፊእካዮ ሓንሺሽካዮ ከይብለካ ተቐላጢፍካ በቃ ክትካእ ብለ ሓሲበየ ኣለኹ ሓሲበ የለኹ ምባል ኣይኮነን ተቐላጠም ስእልካ ሕራይ ግርም ሕራይ ግርም ከምዚ እንዳልካ ከምኡ ምባል ትርጉም የብሉን ራይድ ኣብሽር ወዲ በሽር ወዲ በሽር ኣነ ዶበይቂ ፍርዝን ፍርቂ የለሲ ወዲ በሽር ነቲ ኣብሽር እኳ ግጥሚ ክትኮነለይ ስለ ዝደለኹ እየ እሞ ርፊደል ክትሓርመልካ ኢልካስ ንዓይ ዘይስመይ ክትበኒ ኣይተስተማስል ኣይትሕዘን ኣብሽር ዶቦጭ ወዲ ፍርዙን ከምኣ ተኮይንካስ ኣብሽር ኣብሽር ሸበድበድ ዘይበልኩ ቁርሲ ወዲ ቁርሲ ክትገብሪ ተሓሲብኪ ክትኮኒ ደይ እንቋቑሖ የቑልቁሉ ከብለልኪ ኖኖኖኖ ፀጊበ ኢለ ኣለኹ ነዛ ከብደይ ሕጂ መዓር ከማን ኣየትወላን እዩ ምስ ወከይ ዓንዳይን ሜርን ቆሪሰ ይመፅእ በሊ ደሓን ዋላ ቡን ክገብር እዚ ህዝብና ስታይ ዝኾን ዘሎ ግዲ እንዲ ሓደ ሰብ ተመፂእካ ዝብላዕ ክትቅርብ ደለካ ወይለከ ይህናይ ደኣ ጋሻ ክቡር እንዲ ትፈልጥ መብራት ያብቲ ንቕመጦ ዓዲ ዝኾነ ጋሻ ብዘይ መደብ ኣይመፀካን እዩ ብዘይ ቆፀራ ተመፂእካ ከዓ ንዑ ኢልካ ዝኾነ ፍሉይ ነገር ኣይትገብረሉን ኢኻ ዋይ ንፋስኩም ኣይልከየና ኣብዚ ደኣ ኣባላተ ዘይብልካ ከማን ካብ ጎረቤትካ ተለቂሕካ ትቕርበሉ ኢሂ ግድን ድዩ እንዳበላዕካ ወይ እንዳሰተኻ ከተዕሊ ደለካ ኣብ ኮለና ከነዕልል ኣይንኽእል ኢና እንታይ ምስ ተሳእነ እሞ ዝተሰኣነ ደኣ የለን እዚኣ ግን ንግዜኻ ይጥዕምቲ ንትሕዝትኻ ይጥዕምቲ ከምዛ ናህንያ ፅምቲ ኣይ ኣንቲ ናትኩም ደኣ ርኢናየን ዲና እንታይ ከ ግዜ ኣለኩም ኩሉ ሻዕ ሸበድበድ ምስ በልኩም ኣይበላዕ
እሞ በለ ሕጂ ቡን ገዲፍና ሻህ ጌርና ንዕልል ውይ ኣተሳሊፍ እንኳን ተደኣ ኮንኪ ሻህ ደኣ ንእቲ ፀልኦ ወይ ከዓ ቀልጢፉ ከደልካ ዝደለካ ጋሻ እንዳኣልካ ትቕርበሉ
ንስተሃዊ ኸውን ትቕርበሉ እኮ ኢኻ ዳሓን ዳሓን ኣይድንግኒ ዳዳዳዳ ከብለ ኣይድንግኒ ዛባት ዳሓን ዋ

ወይለይ ባባ ስራሕኻ ቀይርክያ ዲኻ ኖ ኖ ኖ ኖ እቶም መኪናኻ ዘላቶ እንዳ ጎሚስታ እ፣ ግዜ ስለ ዘይብልና ሲ ኣብኡ መፂኻ ቅምቅመና ስለ ዝበሉኒ እየ እ፣ ናብኡ መፂእ ክቕምቅሞ ዋ ሕይ በል ሕይ ይሄ ኣነ ዘይሓተትኩኻስ ንስኻ ኣብ ኣፍ ደገ ገዛይ ከቲርካ ኮርቶ ገልበጥ ከተባጭወለይ ታይ ንዓይሲ ገዛይ እንድዩ ነይሩ በል ምዃን ሓቅኻ ኢኻ ንሕና ኢና ሓዳሩ ብርኩ ውፅኢና ንብል እምበር ንስኻ እኳ ካብ ብምምልላስ ብርኪ ኢኮኖሚና ሴርካያ ዘለኻ ሕጂ ከዓ ትሰባብሮ ኣለኻ ኣቲ ዘይትገድፈና ዘፋንኻዮ ጋሻ ኣይመለስካ ዝበሃል እኮ ከምዚ እኮ ማነ ጋሻ ድዩ ጋሻ ኣነ ዘፋንኻያ ጋሻስ ኣብ ገዛኻ ኣብ ሳሎንካ ኮፍ ኢላ ትፅበየካ ኣላ ኳፍ ገዲፋ ዋላ በት ትብል ክኣብለካ ኣለኹ ኣነ እሞ ወሲዳ ኣላ ወስ ወሲዳ ክፍንወልካ እየ ዋ ስማዕ እስኪ ኣብ ገዛ ከም ዘላ ከመን ነጊራ ዘይከማኻ ማማ ብካልእ ጉዳይ ምስ ደወልኩላ ዋይ ክላሊ ዓለም ንስኻ ዳ ብምንታይ ክትድውለላ ንስኻ ክልተ እን መደወሊኻ ሓንቲ ኣስቤዛ ወይ ከዓ ገንዘብ ደሊኻ ካልኣይቲ ከዓ ን ኣብዚ ሽሮ ስለ ዘላስ ኣብኡ ከምሳሕ እንታይ እያ ክትብል በቃ ብዘን ክልተ እዚኤን ጥራሕ ኢኻ ትድውል ኣነሲ በዘን ክልተ ጥራይ ዝድውል እወ
ጋሻ ተመጺኡ ከመይ ኣሎ እቲ ጋሻ ደሓን ድዩ ክብልካ ኣይድውልኒ እዋይ እዚኣ ከዓ ሳልሰይቲ መደወሊት እዋይ ሕጂ ስኻስ ንምንታይ ደሃይ ክትገብር ኢኻ ደዊልካ እንታይ ደኣ ጋሻ እኮ ክቡር እዩ እሞ ሕጂሲ ደሃይ ሳሌም ክትገብር ምስ ደወልካ ድያ እታ መብራት ነጊራትካ እወ
ካብታ ብቐዳማይ ንኹላትና ትረኽበናሲ ብድሕሪኡ ከመፅያ ነይራ ድያ ምስ በልኩዋስ ዋይ ሕጂ ከማን ኣብ ገዛ መፅያ ኣላ ኢላትኒ ዶሮ ሓሪና ንፅበያ ኣለና ዶ ኢላትካ
ዶሮ ዲኹም ደቢሕኹም እታ ዛማማ እንታይ ደኣ ኮይና እዚኣ ምላ ኣስቂጣ ደኣ ክላእ ንሸዊተይሲ በቃ ፋዱስ ኣምዳ ዓለቦይ ንመሳሕ ምበልኩዋ ነይረ ኣቋርፅ እብለካ ኣለኹ ኣብ ርእሲ ሕማም ጉርንጉሪትሲ ፅጋዕ ኣይትፀዋዕና ባባ ስማዕ ንስኻ ደይኮንካን ሰብኣይን ሰበይትንሲ ፋዱስ ተፈላልዮም ክምስሑ የብሎምን ትብል ነበርካ። እቲ ቅድሚ መርዓኻ ዝበልክዎ ምስ ተመርዓኻ ደኣ ከመይ ኢልካ ክትጽበ? ንስኻን ሰበይትኻን ጓልካን ፍልይቲ መግቢ ተተሰሪሓ ኣብ ገዛ እኮ ቀዲምካና እኮ ኢኻ ትጽበየና።
እውይ ባባ ከተጋንን በላ እታ ዝቕደመት ጋኔን ኢልካ ኢኻ እብለካ ኣለኹ። ከምቲ ለማናይ ኣብ ኣንጎሎ ገዛውቲ ርኢኻ ኣለኻ ዳስ ተሰሪሑ ምስ ረኣየ ለማዕቲ መርዓ ቤላ ለምርዓላ ዝብል ኣነ ድማ ንስኻን ጓልካን ሰበይትኻን ኣብ ገዛ እንድሕር መጺኹም እኮ ፍልይቲ መግቢ ተሰሪሓ ኣላ እኮ እየ ዝብል። ኣሃ እሞ ንዓና ተሪኢኻሲ ፍሽኽሽኽሽኽሽኽ ኢኻ ትብል። ምስ ኣዴኻ እሞ ከመይ ኢሉ ክኸውን? ከምቲ ባህርያ ዝበሎሲ እ በቲ ተሓጒስና በቲ ግን ጒሂና፣ ዘይከኣል ኮይኑ እምበር ክልቲኡ ደሊና ዝበሎ እኮ እዩ። እቶም ክልተኸ እንታይ እንታይን እዩ? ጽቡቕ መግቢ ክስርሓኒ ንስኻን ሰበይትኻን ከይትመጹኒ። እሞ የለን ዕድመ ንማማ ሽኮር። እንድውለላ ደኣኒ ሸዊተይ። ደውለላ! ደውለላ ሳሌም ሃንደበት ይመጽእ ኣለኹ ስለ ዝበለታ ደርሆ ዘይኮነት ዱባ እያ ደቢሓ ዘላቻ ድቡሕ። ለካ ደኣ እምበር ማማ ርጃላ ብኣይ ብወዳ ኣይትጭክንን'ያ። እውይ ብናይ ጨው ምንዝናስ በርበረ ውደስ ትገንዘብ ናተይ ምስጋና ከዓ ንመብራተይ ኣላይ ጥራሕ

እንታይ በል እስኪ ዝቕልጥፍ ቅልጥፍ ኢልካ ሓስብ። እወ። ከመይ ኣለኹም ከ እ፣ ኣት- ፈቲኽዮ ዶ ዓዲ ጓ ፈትዮ
ዓዳይ ተዓጒሱ እዩ ሓጊዙ
ውይ ንህለይ እስከ ይረኸብኳ ከይዲ ማለት ድዩ ኣንቲ ንደቂ ኣምሓራ ኮርስ ኢሎም ምስ ወሰድዋስ ንህትልኪ ህልም ኢላ ነዞም ክልተ እዚኦም ወሲዶም ንዓኣ ተዝመልሱልና ነይሮም ክንደይ ጽቡቕ ነይሩ ናፊቕናያ እኮ።
እሞ የለን ንዝናፈቐ እኮ ደቂ ኣምሓረ ኣርባዓ ኪሎ ሜተረ። እዚኣስ ንኣይ ማስያ እያ ደሓን ግዜ ተረኺበ ግን በጺሓ ክመጽእ እየ ናብኣ። እወ ግድንኪ ድያ ደሓር ከኣ ካብ ዲሲ ናብ ዲሲ ይኾነልኪ። እንታይ ማለት ኢኺ ዲሲ?
ሓቃ ኣላ እቶም ደቂ ደቂ ኣምሓረሲ ንደቂ ኣምሓረ ዲስ ኢሎም እዮም ዝጽውዕዋ እንድዒ።
እተን ብኣሜሪካ ሕሙማት እየን ፈሊጠን ኣምበር ኣነን ዝላህማም ወደይ ሲ ኣበይ ክንወልደ ኢና ናተይ። ምስ መለስ ኣሌመ ብዛዕባ ኣሜሪካ እባ ገለ በለና። ብዛዕባ ኣሜሪካ እኮ ብዙሕ ብዙሕ እንድዩ ትበሃል ዘለኒ ብዛዕባ እንታይ ክብለኪ ደሊኪ። ደሓን ዋላ መዕለሊ ኾነናስ ኣብኡ እንታይ ክትሰርሒ። ኣብኡ ድኣ ብዛዕባ ሓክምና ዝወሰድክዎ ትምህርቲ ስለ ዘለኒ ኣብቲ እንዳ ኣረጋውቲ ከም ሓኪም ኮይነ እየ ዘገልግል። ዋይ ኣቲ ገለ ክትሰምዒ ኢላ ኣብዚ ንጥዕና ዘይብላ ኣዴኺ እዚኣ ደኽስ ንበዓል ኣብ ሻማርዮ ኣብ ሻትሬዛ እባ ሻማርዮ ክትሕክም እያ ኣቲ። ኤእ እንታይ እመገበር ፈቲኹ እንዶ ንጉስ ትምርቓ እዩ ደሓር ከኣ መብዛሕቶም እቶም ስደተኛታት እኮ ኣብ እንዳ ኣረጋውያን እዮም ዝሰርሑ ሓቀይ ምሽ? ንስኹም ከኣ ኣርኪብኩም ጥራይ ዶላር ይሃልዎ እምበር ታይ ጸገም ኣለዎ ነቲ ዶላር ናብ ናቕፋ ቀይራ ከኣ ነዲኣ ስራሕተኛ ተቖጽረላ። ሳሌማ ካብተን እንዳ ኣረጋውያን ትኽፈልየን ዶሞዝ ጥራይ ዲኺ ትናበሪ ዋላስ ካልእ ስራሕ ኣለኪ? መለስ ንሕናስ ብዙሕ ኢና ንሰምዕ ኦቨርታይም ንሰምዕ ቢዝነስ ንሰምዕ ዘይንሰምዖ የብልናን። ሓቅካ ኣለካ ኣብ ኤሜርካ ሓንቲ ስራሕ ሰሪሕካ ክትነብር ኣይትክእላ ምክንያቱ እቲ ናብራ ብጣዕሚ እዩ ከቢድ ወረ ሰለስተ ስራሕ ሰሪሖም ድነብሩ ሰባት ኣለዉ። እሞ ንስኪ ሕጂ ተወሳኪስ ታይ ትሰርሒ? ኣነ ድኣ ኣብ ሾሻል ሚድያ ሰሙናዊ ትጽሕፈላ ናተይ ፔጅ ኣላትኒ ማለተይ ገጽ ኣላትኒ። ኣታ ዘይሰብ ዕባይ ምናይ ከምዚ ናይ ሰሌዳሲ ኣብ ገጽኪ ጽሒፍኪ ገጽኪ ናብ ህዝቢ ትፍንውዮ ማለት ድዩ።
ኖኖኖ ከምኡ ማለተይ ኣይኮነን ማለተይ ሲ ብዛዕባ እቲ ዝተምሃርኩ ናይ ሕክምና ሞያ ንዕኡ ዝምልከት ብዛዕባ ሕክምና ሓንቲ ጽሑፍ ጽሒፈ ይዝርግሕ እሞ እቶም ናተይ ቪወርስ ምስ ረኣይዎ ከኣ ብኡ መጠን ከኣ እቲ ናተይ እቲ በቲ ናቶም ብዝሒ ተለኪዑ ከኣ ንዓይ ይኽፈለኒ ማለት እዩ። ከመይ ከመይ ማለት?
ኣነ ሰሙናዊ ብዛዕባ ሓንቲ ሕማም የልዕል እሞ ንኣብነት ካንሰር ወይ ጋስትራይት እንድሕር ኣልዒለ ጠንቁ ድስምዓካ ስምዒት ብኸመይ ክንሕክሞ ንኽእል ይጽሕፍ እሞ እቶም ናተይ ቪወርስ ምስ ረኣይዎ ከኣ ብኡ መጠን ከኣ እቲ ዩቲብ ይኸፍለንን ኣይ ንኣብነት ሕጂ ኣነ ስጋዕ ልዕሊ ሚእቲ ሽሕ ዝኾኑ ቪወርስ ኣለዉን ማስ ተዓዘብቲ ኣለዉኒ።
ሚእቲ ሽሕ ትኽፈሊ ማለት ድዩ ብዶላር ዲኸ? ኖኖ ኮም ማለት ኣይኮነን ሚእቲ ሽሕ ተዓዘብቲ ኣለውን እምበር ክንድኡ ኮን ክንዲ ክፈል
ፅሕፍ ፅሕፍ ኣቢልኪ ግን ትኽፈል ኢኺ ሎሚ ሰሙን ብዛዕባ ሕማምን ብኸመይ ክንሕክሞ ንኽእል እንድሕር ኣልዒለ ኣብቲ ዝመፅእ ዘሎ ሰሙን ከዓ ብርሕን ብኸመይ ክንከላኸሎ ንኽእልን ንፅሕፍ ብዛዕባ ብርሒ ከዓ ትከላኸሉ ኢኹም እሞ ንኣ ኣፍሮ ጋዕሲ ድኣ ዘይትገብሩለይ ኣታ
ዊለይ ፅርግያ ፍልፍል ኮይኑ
ኣብ ዝቕፅል ድማ ብዛዕባ ኣመጋግባና ብኸመይ ጠናና ንሕሉ ንፅሕፍ ወይ ብዛዕባ ፉድ ኢምፖርታንት ከዓ ኣብኣ ከለኹም ምልእ
ኣንተ እንታይ ክትብል እዞም ኣብ ኢንተርነት ጽሑፋት ዶ ፊልምታት ዶ ዝዝርግሑሲ ጥዑይ ገንዘብ ክኸፍልዎም እዮም ማለት እዩ? እዋእ ናይ ግድን ከኣ እምበር ሾሻል ሜድያ ካብ ሓደ ረብሕኡ እኮ እዚ እዩ። ኣብቲ መጀመርታ ኣነ ሕጂ ንሰባት ክሕግዝ ኢለ እየ ጀሚረዮ። ደሓር ግን እቶም ናተይ ቪወርስ ክበዝሑ ምስ ጀመሩ ግን ናብ ቢዝነስ ተቐይሩ።
እዋይ እዚ ኩሉ ቲክቶክ እናበሉ ዝዝርግሕዎ ከ ኣስመረይ እዚኦም ዝዝርግሑ ዘይኮነ ዝዘራግሑ በልዮም ኣቲ ላም እንዳይ ኮዴ ክትመስል ከምዚ ጌርካ ተዘርጊሕካ ዕርቃንካ ክትሰኣል ሲ ነውሪ ዋ
እወ ኣብ ሶሻል ሚድያ ዝተዘርግሐ ነገር ክፍሊት ዘይብሉ የለን ኩሉ እዩ ዝኽፈል ዋ እንታይ ትብልቲ ዋላ ትኹ ክፉእ ፅቡቅ ስኢድ ይኽፈል ናይ ብሓቂ ድኺ ክገርመኩምሲ ካብቲ ቁምነገራት ማለት ፊልምታት እቲ ኣስተምህሮታት ዝወሃብ እቲ ሃጠውቀጠው ይድረ። ቲክቶካት ላዛ ዘይብሉ ናይ ውሩያት ሰባት መርዓ ሕጽኖት ገዓት ቤቢ ሻወር መሊኡ መሊኡ መዓት እዩ መዓት። ዋይ
እንታይ ገዓት እብቲ እዛ ናይ ማርያም ኢልና ጥውይ ጥውይ ነብላ። እዋይ ንስኺ ድማ ገዓት ደኣ እንኳዕ ማርያም መሓረት ክብሉ ደልዮም እኮ ትብል ካልእ ኣሎ ሃጠው ቀጠው በዓል ዕድመ ዘይፀሓፎ በርዝደያት እንታይ ማለት እዩ ዕድመ ዘይፃሕፎ በርዝደያት? ማለተይ ደኣ በርዝደየን ከየብዕላ ከለዋ ሲ ዕድመ ከይነገራ በርዝደይ የብዕላ። ዋይ ዘይከውን ናይ ክንደይ ዓመት ኢለን ዶ የብዕላ ኣለዋ።
ባዕልኹም ገምትዎ ብልዎም ነቶም ሰባት ሓማውቲ ሃጠውቀጠው ኢንተርቪዋት ቀብሪ ክንደይ እሞ ክንብሎ መዓት መዓት እዩ ዘሎ ስብሓት ለኣብ
እንታይ ቆብሩ እንቲ ቀብሪ እሞ ኖርማል ናይ ሕማም ሕርሲ ከይዝርግሕሎ ከመይ ገይረ እየ ሱቕ ትብል ሓታ ርእይቶኻ ሃባ ኣታ ከይዝክርዎ እሞ ጉድ ከየርእይና። ሕጂ እዚ ሓደ ተዋሳኣይ ምስ ሰበይቱ ተፋቲሑ፣ ሓደ ደራፋይ ምስ ሓንቲ ሞዴል ተዓራሪኹ፣ ሓደ ህቡብ ስፖርተኛ ኣብ ናይት ክለብ ተራእዩ ገለ ኢሎም ዘውርዩሲ እዚኦም ከ ክፈሉ ማለት ድዩ? ወይ ንስኺ ንሕና ድኣ እንታይ ኢሉ ንኽፈል ኢና ካብዚ ናህና ዓሰርተ ዕጽፊ ቪወርስ ስለ ዘለዎም ቴንታይ ምስ ናህና ኣልዕሌና ኢዮም ድኽፈሉ። እዋይ እዋይ ምጾታ እዋይ ምጾታ ኣንቲ እንታይ ኢያ ክትብሊ ካብ ቁም ነገርሲ ሃጠው ቆጠው እዩ ዝያዳ ዝረኤልካ ዘረባ ኣሎ እቶም ነዚ ሃጠው ቆጠው ዝሪኡ ቪወርስ ዝበልክዮምሲ ስራሕ የብሎምን ድዩ እዚኣ ንዓይ ብጣዕሚ እያ ትገርመኒ ካብቲ ቁም ነገር ኣብኡ ደሎ ገዲፎም እኮ እዮም ዝሃጠው ቆጠው ክሪኡ ድውዕል ደሎ ክላሊ ዓለም ኣቲ ንሕና ስቶም ኣብ ደገ ትነብሩ ሲ ብምዕባለይ ሰማይ ሰማይ ሰማይ ሰማይ ዝተንኮፍኩም እዩ ዝመስለና እምበር ክሳብ ክንዲ ዝትጋገዩ
እንተኾይኖም እዮም ዝጋገዩ ጌጋ የብሎም በደል ዋ ንስኺ ከመኒናዮ ናቶም ተሓላቂት ገበረኪ። ዋይ ማማ
ሕጂ ጌጋ ብሎምን ኢላ ኣላ ጽንሕ ኢላ ከኣ ነብሳ ሕውስ ኣቢላ እንታይ ዶ ጌጋ ኣለና እያ ክትብል እያ እባል
ኣንቲ ሰይቲ ወዲ ጽባሕ ትኾነ ሓማት ከም ዝበሃል ኣንቲ ዊንታ ሽኮር ሎሚ ዕዳጋ ሓሙስ ጽባሕ ላስቬጋስ እኮ ክበሃለለይ ናይ ገጽ ፈጽሪ ንስኺ እዚ ላስቬጋስ ዲኺ ዋላ እንዳ ሓሙኽ ደምበላሲ እ ደፋእ ኢልና ክንሪኦ ኢና ዊንታ ፈሽፋሽ ዋይ እዛ ዓላል ኩንኩ ክትጥዕም መዓትን እያ ነይራ ሕጂ ግን ሰዓት ኣኺላ ክኸይድ ዋይ
ኣቲ ሳሌም ጓለይ ምሳና እባ ክትምስሒ ካብ መፁ ሲ ብሓደ ክንምሳሕ ኢለ እኳ እየ ነዛ ቡን ከይቀለኹ ገዲፈያ ፀኒሐ ኣቲ ንስኺ ከዓ ድንጒኺ እኮ ኢኺ ኣነ ደኣ ከይትዕፆ እሞ ቅድም ክንምሳሕ ኢለ ኖ ኖ ኖ ኣይደንጉኽን ኣኮይን ሜርን ፅበይኒ ስለ ዘለዉ ግድን ክኸይድ ኣለኒ ንፅኦም ክምሳሕ ኣለኒ ደሓን በለ ክሳብ ክንገብር ጽባሕ ወይ ድሕሪ ጽባሕ ገለ ዓይነት ምሳሕ ሰሪሕኹምሲ ምሻሉ ኩሉ ትዛረብ ዕድመ ወለልተይ ኣነ እዚ ዕድመ ወዲ ዕድመ ይፈቱኒ ኣፍታ ዝጠዓመትኒ ባዕለይ መጽየ ከፍታ ዘላ ክበለየ ሓቃ ሓቃ እንታይ ስለ ዝኾንና ኢና እሞ እንዳ ደቦጭ ሰብ ዘይገበሮ ክንገብር ደሓር ከዓሲ ንስኺ ትኣኽሊ ኣብ ዩቲብ መዓት ተዓዘብቲ ደለውክስ እቲ ንገብረልኪ ዕድመ እኮ ኣብ ዩቲብ ክንዝርግሖ ኢና
ከምኣ ትብሉ ተኮይንኩም ድሕሪ ሕጂ ናብዛ ገዛ ገዛ ኣይመፅእ ወይ ሓቃላ ካብ ፍትፍቱ ፊት ዝበሃልኩ ከምዚ እኮ እዩ ሪኢኻ ለኸም ሓደ ጋሻ መፅእካ መርሓባ ኢልካ እንድሕር ገፅካ ኣብሪኻ ተቐቢልካዮ ኣኸለ ዓንዳይ ግና ኣብ እንዳ ሰብ ከይዳ ክትምሳሕ እውን ኣይደልን እዩ
ልክዕ ኣለኻ ኣነ እዛ ናትካ ሓሳብ ማራ ፈትየ ኣለኹ እዚየ ከዓ ምዕቡል ኣተሓሳስባ ዝበሃል። እምበርከ ካብቲ ናይ ቤቢ ሻወር ናይ ቲክቶክ ናይ ገዓትን ናይ ቀብርን ክርእዩ ቆንፈዞም ኢሎም ኣብ ዩቲዩብ ዝውዕሉ ሲ ኣነይ ምዕብል ማለት እኮ እዩ
ሞብል ኣነ ከይድ እዋይ ክትከዲ ክኸይድዎ ኣዋሪድኩና በሉ እስኪ ግዱ ብሩኽ መዓልቲ በሉ ፈንዋ ፈንዋ ፈንዋ ባ

ኣይደልን እየ ተበለትካስ ሕራይ ትብላ እዚ እኳ በቃቃ ስለ ዝኾናስ ኣይንዕድመክን እዩ ማለት እኳ እዩ ዘስምዕ ፅባሕ ንጎ ናብ ኣቦዶም ከይዳሲ ስድራኻ ኣይዓደሙን እንተበለቶ ንሱ እንታይ ክብለና ተገጢምካ ኣለኻ ስኻ ብናይ ሳሌም ዕድመ ኣብ መኻኒኻ ኣብዚ እስኻን ሰበይትኻን ክትእክልዎ ደለኹ ገጢምካ ከሞ የለን
ውይ ወለድኻስ ኣብ ቅድሚ ጋሻ እንተኹርዑኻ እምበር ከም ትሓፍርን ርእስኻ ከም ተድንን ይገብሩኻ ዝኾነ መን ፍለጥ ኢልኩም ደቦጭ ብራቮ ክትብል ኣይሰማዕኹማ እንዲዩ እንታይ ክትብለካ ደኣ ባዕላ ዕድመ የድልየኒን እዩ እንዳበለትሲ ስቕ ዘይትብል ቁሩብ ቁሩብ ዓቕሊ ዘይትገብር ወይ ድማ ሓሲኻሲ ኖኖ ክንዕድመኪ ኢና ደይትብላ ቁሩብ ኣታ ባባ ክትዋሳእ ኣይትኽእልን ክትዋሳእ ኣይ ውዕላን የብለኩም ኣለኹ ኣነ ዘይኣምነሉን ክገብሮ ዘይደልን ክገብር ኢለ ኣብ ሓሳብ ክኣቱ ኣይሓስብን የብለኩም ኣለኹ ብደዓርከ ሕራ ኢላ ሕራ እንተበለት እዚ ዘይወፅእ ጣዕሳ ኮነን ኣቶ ኣባ እንታይ ካ ትኸውን ዘለኻ ወሸለ ሕራ ኢላ ትዕድማ እምበር ዋላ ኣይትበል እቲ ዕድመ ምሽ ነዳልዎ ሽዑ ድውል ኣቢልና ምፅ ንብላ ኣብዚ ሳርፕራይዝ ንገብራ
እሞ ሎሚ ስራሕ ኣለኒ ኣይጥዕመንን እዩ እንታይ ኢላሲ ንስኻን እ፣ ጓልካን ሰበይትኻን መፂኹም ከተድርፅዎ ደሞጅ እንታይ ኢኻ ትኸውን ዘለኻ ኣነ ናብ ኣቦዶም ከይደ ከለኹ ገይራ ዝተቐበለትንን ክመፅእ ከለኹ ሂባ ዝሰደደትንን እኮ ባዕለይ እየ ዝፈልጦ ግደፍዮ እሞ ንሱ ንዝገበረልካ ጥራይ ዲኻ ትገብረሉ እንታይ ኢኹም ክተዛርቡና ደሊኹም እሞ እንታይ ዘሕርቕ ኣለኹ ንዓድማ እሞ ንዕድማ ወይ ዓድዋ እቲ ትልዝብ ትርድእ ኣቢልኩም ዚ ንኹላህና ትዕድሙና ንሕና ከዓ ኣብ ኣኸልና ከዓ ኣልኩም ኣልኩም ኣቢልና ከዓ ዋ ቆልዓ በጃኻ በጃኻ ሮቢ ሓወይ ባባ ከተኩተና እንድዩ ሕጂ እዚ ብዛዕባ ዕድመ ወዲ ዕድመ ገዲፍና ካብዛ ሳሌም ዝበለታ ሓንቲ ገለ ዓይነት ሓሳብ መፅያትኒ ኣላ ይሕራይ ፅ- ፅቡቕ ሓስብኪ እሞ ኹፍ ባበል ቅድም ሕራይ ጥራይ ገንዘብ ኣይትበል ንበር ኣደዳ ከምዚኣ ገይረ መፅእ ኮፍ ይብል እምባ ብሽኮር ክትሕጎስ እዛ ዝብለካ ዘረባ ገንዘብ ሃባ ዘይኮነሲ ገንዘብ እንካዕ ተስምዕ ይሃግር ዘይከምዚኣ ታይ ደልየ ከምዚኣ እየ ይቃድሩ እቲ ንገርና እንዶ ክንከይ ባ ኣይ ካብ ህያብ ኣይ ካብ ግብጃ ብሓኮ ተሪፍና ኣጆኻ ረቢተይ ከማን በዛ ሓሳባተይ ከም ትድበስ ርግፀኛ ኣቲ ክድበስ ድየ ክጅበስ ድየ ክሕበስ ድየ ንገርኒ ጥራይ በሉ ሓዙ
ኣብ ዩቲብ ብሃጠው ቀጠው እንድሕር ገንዘብ ዝሕፈስ ኮይኑ ከምዛ ሳሌም ክትብለና ዝፀንሐት ናትና ገፅ ማለትሲ ፔጅ ከፊትና ዘይንዝርግሕ ሽዑ ከምቲ ንሶም ዝገብርዎ ዘለዉ ካብ ዩቲብ መዓት ገንዘብ ንግሕጥ ከመይ ሓሳብ እወ ወይለይ እወ ሓቅኺ ካብ ናይ እንዳማተይ ጭብን ርስሓትን ፀጉሪ ክቕምቅም ከም ፈረስ ደው ካብ ዝብል በዛ መቐስ ዝኾነ መልሓሰይ እዚ ብዘረባን ወረን ገይረ ሓንጎል ናይ ሰባት ዘይቅምቅም ሄ ሓቅኻ ኣነ ድማ ነዚ ፅባሕ ንግሆ ኣሪጉ ድዋዕዋዕ ዝብል ነብሲ ፅቡቅ ክዳውንተይ ተኸዲነ እንዳደረፍኩ እንዳሳዕሳዕኹ ነዞም ኣብ ዩቲብ ሰለፍ ዳንጋ ፉራ ክርእዩ ቋሕ መም ዝብሉ ምራኦም ክሳብ ዝሞልቆም ኮፍ ዝገብረሎም ኣንታይ ትብል ዘለኺ
ኣቲ ስቕበለይ ስቕበለይ ለዘዝ ተብሎ ምብለክ ኣለኹ ኣቲ እዚኣ እኮ ድሕሪ ሰብ ኮይና ሰኣን ከምዚ ቀዲምካ ንሕሳብ ድሕሪ ሰብ ተሪፋ ጥራሕ ስለምንታይ ዳ ቅድሚ ሕጂ ናይ ጢቕጢቋት እንዳበልካ ትቋያቐ ነርካ ሰኣን ኣፍልጦ ኣበይ መቕዲማ ጀሚራቶ ተዝኸውን ሕጂ ምነጀሐት ነይራ ከምዚ ዋንታ ንዓባ በጃኻ ሓንሳእ እሞ ሓንሳእ ኣነ ከ እንታይ እየ ክሰርሕ ናትካ እውን ሓሲበልካ እየ ንስኻ ከዓ ዶቦጭን ስድራ ቤቱን ትብል ቻነል ከፊትካ ነዞም ውሩያት ኢና በሃልቲ ሃዲንካ ካብ ስራሓቶም ፍቕራዊ ህይወቶም ዕውልነኦም ሕፀኦም መርዐኦም ሓማውቶም ሕፅኖቶም ቤቢ ሻወሮም ሕማም ሕርሶም ገዓቶም ጥምቆቶም ክሳብ ሽዑ ዳኣ ይፀንሑን እዮም እምበር እ? ዓመት ቁልዕኦም ፍትሖም የስ ካብ መርዓ ክሳብ ቆልዓ ካብ ጥንሲ ክሳብ ሕርሲ፣ ካብ ጥምቀት ክሳብ ጭንቀት ዝብል ኣርእስቲ ጌርካ ስእልታት ኣሰኒኻ ፖስት ፖስት እዚ ፈሊጥወ ኣብ ሰሙን ዶ ሓደ ናይ ሓንቲ ሃጠው ቀጠው ከይስእን። ድሓር ከኣ ነዞም ኣብነታውያን ሰብ ሓዳር ኢልካ ዘዋዓዋዕካ ኣሎ ኣብ ናይት ክለብ ኬድካ ተሸኒግካ ኣብ ታክስኻ ተጸጊዕካ ከምዞም ፓፓራዚ ገለ ዝበሃሉ ጋዜጠኛታት ካሜራኻ ኣዳሊኻ ጸኒሕካ ንሱ ምስ ካልእ ንሳ ምስ ካልእ እንዳተሻኻኸዑ ከለዉ ስኢልካ ከመይ ሓሳብ ኣነ ሕጂ ቤላ ኣርእስቲ ሓሲበ ኣለኹ ኣብ ሕፅረቶም ተፋቲሖም
ኣነ እኳ ይገርመኒ እኳ ስኢለ ኣነሲ ካብ ዓሰርተ ወዲ ዓሰርተ ምድላይ ንስኺ ካብ ዘይትፈልጥዮ ዓዲ ምሕላፍ ካብ ርስሓት እናማተይ ዝሓቁፍ ርስሓት ሓንጎለይ ይነግፍ ወይ ባባ ተውቦኻ ቅላዕ ኣሎ ኣታስኻ እኮ ሓሪፍ ገጣማይ እኳ ኢኻ ኩሉ ዘረባኻስ ግጥሚ ኸውን ኣሎ ከምቲ ሳሌ ዋይ ዋይ ዋይ ተመስግን ወይ በቋራጭ ሃብቲ ትመፅኣና ኣላ ሃብቲ ትመፅኣላ ትመፅኣላ
ወይ ከምቲ ሳሌም ዝበለትና እኳ እያ ኩሉ ሰብ ቁም ነገር ፀሊኡ እ ኣብ ሃጠው ቆጠው ኣብ ጁጅ ጅማጅጅ ኣብ ሃጠው ቆጠው ዜና ኣብኡ እዩ ተዓቂቡ ዘሎ ወለይ ሓንቲ ርእስቲ ጀቂረ ሓንቲ ርእስቲ ዘኪረ ቀጽሎ ቀጽሎ ወዲ ፍርዙን ወለሎ ቀጽሎ ቀጽሎ እቶም ሰብ ሓዳር ኣብ ውሽጢ ወርሖም ውሽማ እምበር መሲጎም ዋይ
ተረኺባ ተረኺባ ተረኺባ ርስቲ
ኣንቱም ስድራ ተዓዲኹም ዘለኹም ዕብዳን እኮ ከምዚ ኣንዳ ትጅምረካ ንዕብዳን ዝኽፈል ተኮይኑ ደኣ እሞ ወላ ንዕበል ጨርቂ ከደርቢ እወ ማማ ሓንሳብ ምስቕ በሊ ይስማዕ ኣለካ ማማ ሓንሳብ ምስቕ በሊ በቃ ከም ውድእቲ ጌርና ንውሰዳ። ዊንታ ዳይሪክተር፣ ባባ ደራሲ፣ ኣነ ከኣ ጋዜጠኛን ካሜራማን። ሕጂ ዋን ማን ዩቱበራት ወይ ከኣ ፋሚሊ ቻነል ጌርና በቃ ነሽታቕል፣ ገለ ዓይነት ፋካ ንሓፍስ። በሉ ጉዳይና ብቕልጣፈን ጽፉፍን ምእንታን ክስራሕ ሓበሬታ ንምእካብ ንበል ፋሕ። ንዝደለናዮ ፋሕ ኢልና ንብሎዮ። ንዝደለናዮ

ሄሎ ሄሎ፣ ሳሌመይ ኣነ ዊንታ እየ። ሄሎ መን ትብል? ዊንታ ጓል ዶቦጭ ሓብቲ ኣቦዶም መሓዛ ሜሪ ዘኪርክኒ? ዊንቲ
ደሓን ዶ ከመይ ሓድርኪ? ኣምላኽ ይመስገን።
ገዛ ከመይ? ፅቡቅ ኣምላኽ ይመስገን። ንስኹም ከ ደሓን ድዩ? ፅቡቅ እንታይ ድየ ክብለኪ ደልየ ነይረ? ይሄ እንታይ ፀገም ኣሎ ድዩ? ኖኖ ፀገም ዘይኮነስ ብዛዕባ እቲ ብቀዳማይ ዘዕለልክና እምበር
መፅእ ከለኹ እንታይ ልዕለኩም ነይረ ቤት ምሽ ከማን ኣብ ዩቲብ ፖስት ትገብርዮ ፅሑፋት ብሓፈሽኡ ሲ ኣብኡ ዝዝርጋሕ ቲክቶካት ትኮነ ፅሑፋት ምሽ ዕልልክና ነርኪ
ሓቂ ከለኺ እሞ ብዛዕባ ጉዳ እንታይ ደሊኺ ሕጂ ብዛዕባኡ ሲ ኣነ ባባ ሮቤል ሓወይ ዘዳለናዮ ጽሑፋ ስለ ዘሎ እስኪ ትርእይልና ርእይቶ ክትህብና ኢለ እየ በጃኻ እባ ዝጥዕመክ ተኾይኑ ሕጂ ገዛ ምጺ ወይ ዊንቲ ሓፍተይ ሕጂ ኮኒ ሸይ ትብጽሕ ኣላትን እንዶ ንዓ ውዲ ኣቢለ ተመጻኽ ከመይ ሓራይ በጃኻ ግን ከይትጠልምና ባባ ደው ኢለሉ ጸኒሐ ገዛ መጽእ ኣለኹ ኢሉኒ በቃ ሓራይ ኣይጠልመኩም ክመጽእ ዊንተይ ቻው
ቻው ሳሌ ማሽ ማሚ

ሄሎ ኣበይ ኣለኻ? ይህ ሓደ ህቡብ ሰብ ኢንተርቪው ዝገብር ቀሪብካለይ ዲኻ? ንስኻ እምበር ኣበይ ኣለኻ? ኣነ ዳ ሓንቲ መደብ ወዲኤሲ ካልኣይቲ መደብ ክሰርሕ ኣብ ሲኔማ ዝመራ ኣሰውሰው ብላ ኣለኹ።
ወይለ እታ ታክሲ ከዳሃያ ዶ ጌርካ?
እዋ ክሳብ ሕጂስ ዳሃያ ኣይገበርኩን ዘለኹ። ካብቲ ተሓድረሉ ቦታ ክሳብ ሕጂ ይንቀሳቐስኩዋን ዘለኹ። እዋይ ኣነስ ሳላ እቶም ቆልዑ ርኢኻ ኣለኻ ስራሕ ከፊተ እንዴ ንዕኦም ገዲፈሎም መፅኦ ዘለኹ ሕጂ ርኢኻ ኣለኻ ወረ ክኣራር ኮልል ዝብል ዘለኹ እሞ ተዓዊትካ ዶ ተዓዊተ ዋስባስ ገሮሜል ወደይ ኣታ ሓሳባት ኮስ ኢሉ ጃሕጃሕጃሕጃሕጃሕጃሕ ከምዚ ናይ ማይ ጃሕጃሕጃሕጃሕጃሕ ኮይ ዝብለኒ ዘሎ ኣነስ ብምታ ዝበልካያ እዚኣ እታ ስርሐ ይብለካ ኣለኹ ድሕር ሕጂ ካብ ፀጉሪ ምቕምቃም ዘረባ ኣምቃምቃምቃምቃምቃም ምባል ይሓይሽ እ? ሕጂ ዝብለካ ኣለኹ ሃብቲ መፅያ ነጂሕና ኢና ዋላ ኣነ ነዚ ገንዘብ ክንእክቦ እኳ እዩ ዝረኣየኒ ዘሎ ነዘን ዩቱባሲ ቃውቃው ከነብል ኣለና እንዳ ዶቦጭ እንዳ ዶቦጭ ከነብል ኣለና እዚኣ እኮ ክልተ ረብሓ እኳ እዩ ዘለዋ በቲ ምስ ህቡባት ተጠጊዕካ ትኸፍል በቲ ከዓ ዶላር ትእክብ ኣጆኻ ኣጆኻ ዝወደይ ሕጂ እ? ሳሌም ናብ ገዛ ትሓልፍ ስለ ዘላ እ ዝሓዝካ ሒዝካ ርክብ ዝሓዝካ ሒዝካ ሰዓብ እዩ ዘሎ መልእኽቲ ናይ ሞባይል ቀልጥፍ ተቐላጠፍ መጻኹ መጻኹ ኣፍ ሳሌምሲ ጋብላ ክሳብ ዝመስል ሃህ ከነብላ ይለ ኣጆኻ እንዳ ደቦጭ ተተኮሰት ተወንጨፈት በረረት ተሓንበበት

ካብዚ ኩሉ ዝበልኩ ምስ ወላ ሓንቲ መትሓዝ ስኢለሉ መጨበጥ እኮ ስኢለሉ ዘረባኹም
ሳሌም ጓለይ ኣነ እውን ሰማዐ እየ ስኢነ እምበር ተዛሪበ ሳሌም ንዓና ህይል ክስምዕና እምበር ንዓ ኣይትገደስላ ንሳ ካብ ምዕባለ ቁሩብ ድሕር ኢላ ስለ ዘላ ኣይትርዳእ
ዋ በቲ ሓሳብ ብቐዳማይ ዝበልኩም ሲ ድሮ ናብ ኢንተርነት ዝርግሕ መደብ ኣዳሊኹም ኩላልኩም ዋ ይናይዳ ስምስከ መሪቱ ዝነበረ ኣእምሮና እኮ ኢኺ ኣንትረጆና ጌርክ ምልጭ ዓበይ ክጣዕ ዓበይ ሽጥሪኽዮ ዘለኺ
ኣንሃዚ ናይ ቲክቶክ ዝርግሕዎ መደባት ደቂቕ መፅናዕቲ ገይረ ናተይ ክሬቲቪቲ ወሲኸ ስራሕ እኮ መደብ ኣሎ ፅንሕሞ ቅድሚ ፖስት ምባለይ ከርእኪ ኣምፅያ ዶ ፍትሕያ ዶ ገለባበለ ሳሊ
ኣነ ከዓ ዘዳለኹዎ መደብ ኣሎ ኣለክምሽ እዞም ህቡባት ምስ ኣንስቶም ዘለዎም ዘይምቅዳው ዝተፈላለየ ዜናታት ፈብሪካ ገለ ናይ ምስራሕ ከዓ ዋላ ኣብቲ በርዝደይ ድዩ ገለ ኣብ ዝተፈላለዩ ምስራሕ እታ ቀንዲ እታ ቀንዲ ኣዳልያ ዘለኹ ግን ገለ ዓይነት እያ ባርኳይ ገይረ ጭሕመይ ለፃፅየ ማቲታ ጌረ ለበሰ ጋዕ ኣቢሉ ሎሽን ወዲ ሎሽን ገለ ክለኻኸ እየ እ፣ ሃይ ኣነ ፆወታይ ክቕይር ስለ ዝደለኹ እንታይ ርእይቶ ኣለኩም ኢለ ካልም ጌረ ክዝርግሐ ፍሉጥ እዩ እዚኣ ከዓ ብዙሓት ተዓዘብቲ ጌራ ፋካ ከም ተምጻለይ ሲ ሩድ ሀ ከመይ እያ ሓረይ ባባ ደወጹ እንታይ መደብ ኣዳሊኻ ደለኻ ርኢኺ ሳሌም ጓለይ ንስኺ ምስ ነገርክና ዊንታ ከዓ ርኢኺ ንስዓባ ንስዓባ ምስ በለት እ ነቶም ኣብ ደገ ዘለዉ እንታይ ተገበሩ ክዔ ብዙሓት እ፣ እ፣ ቪወራስ ዝእክብን ብዙሕ ገንዘብ ዝነጅሕን ኢለ ነቶም ፈለጥተይ ተወኪሰ እዮ። በጃኺ በጃኺ ሳሌም ጓለይ ገለ በልዮ እዛ ጎዛ ብምልእታ እያ ትዓብድ ዘላ ተጸሊላ እያ ብለክ ኣለኹ በጃኺ ገለ በልዮ ኣነ ዶ በጭ ኣነ ዶ ኣቲ ግደፍን እንዶ ቢዝነሰይ ኣይትእትውኒ ሃኒ ማኒ ይብል ወዲ ጆባኒ
እቶም ዘማኸርካዮም ሰባት እንታይ ኢሎም ኣማኺሮምኻ? ንሳቶም ከም ዘማኽሩኒ ሕጂ ትብላዕ ዘላ ብዛዕባ ኣውራጃ ንስኺ ከዓ ጓል ኣውራጃና ስለ ዝኾንኪ በዚ ናይ ሕጂ ኣፀዋውዓ ከዓ ጓል ዞባና ስለ ዝኾንኪ እዛ ገይረያ ዘለኹ ሲ ይብለክ ኣለኹ ፍፁም ክትዕጎስላ እያ ክብለክ ኣለኹ
ንደቂ ዞባኻስ እንታይ ኢኻ ክትብሎም ደሊኻ ደለኻስ ወይ ከምቲ ትፈልጥዮ ዞባና ፍሉይን ፅፉፉን ስለ ዝኾነ ፈለማ ዝኾነ ወዲ ዞባና ብስም ኤርትራዊ ጥራይ ብስም ኤርትራዊ ምስ ዝኾነ ወዲ ዞባ ከይዋሰብ ካልኣይ ከዓኒ ዝኾነ ወዲ ዞባና ምስ ካልእ ወዲ ዞባ ከይተሓጋገዝ በቃ እንታይ በቃ ኣለዎ ቅፅል ባባ ታልሳይ ድማ እቶም ኣብ ደገ ዘለዉ ደቂ ዞባና እንጌራ ጌራ ክዕድጉ እንተደልዮም ካብ ኣብቲ ጥቕኦም ዘሎ ዘይወዲ ዞባኦም ዝሓዞን ገይራ ኣብ ርሑቕ ኪሎሜተር ኣሽሓት ኪሎሜተር ዘዊሮም ካብኡ ክገዝኡ ከም ዘለዎ ወይ በቃ እንታይ በቃ ደኣ ኣለዉ ብዛዕባ ወረ ሃይማኖት ክኽብር ኣለዎ ካብ ዘይወዲ ሃይማኖቶም ኤርትራዊ ወዲ ካልእ ዜጋ ወዲ ሃይማኖቶም ክቐርቡን ክደጋገፉን ከም ዘለዎም ብዘይብኡ ድማ በቃ ውድድሮዎችከ እንታይ ደኣ ትስንብድና? ንስኻ ውን ሕጂ ሰንቢድካ ክትከውን ትኽእል ኢኻ። እዚ ምስ ደቅኻ ብፍላይ ከኣ ንስኻ ሓሲብካዮ ዘለኻ ምስ ትዝርግሕዎ ንኤርትራ ከተሰንብራ ኢኻ። ከመይ? ከመይ ዶ? ወይ!
ጸላእትና ነዚ ንስኻ ትብሎ ዘለኻ ዝኣረገን ዝጠስጠሰን ሜላ ተጠቒሞም ንሃገርና ልክዕ ከምዘን ካልኦት ሃገራት ብቐቢላ ዶ ብእንዳታት ዶ ፈላልዮም ልክዕ ከምዘን ካልኦት ሃገራት ፋሕ ብትን ከእትውላ እዮም ዝፅዕዱ ዘለዉ እወ በቃ ኣነ እውን እዚኣ ኢለ ሰማዒ ስኢነ እምበር ሳሌም ጓለይ ኣነ እውን ከምዚኣ ኢለ ከምዚኣ ኢለ ኣንታ ከመይ ከመይ ኢኽን ትገብርኦ ዘለኽን እዚ ጉዳይ ዋስም እስኪ እቶም ኣብቲ ዩትዩብ እሲ ብዙሓት ናይ ኣውራጃታት ቪወርስ ተዓዘብቲ ረኺቦም ዘለዉ እሲ ብከምዝን ወዲ ከምዝን ስለ ዝኾነ ንሳ ተሸካ ከምኣ ንኣ ስዓባ ደይበሉ ብዙሓት ኣይትበሎም ውሑዳትን ጥምዙሓትን እዩ ኣነ ከይደ ከለኹ ገለገለ ሰባት ክውድቡና ሓሲቦም ነይሮም ንዓይ ግን ኣቦዶም ወደይ ኣጠንቂቕኒ ስለ ዝፀንሐ ኣሸንዲበ ኣሸንዲበ ኣሸንዲበ ምስ ሓደኮም ባእ ገይሮም ኣይተመለሱ እዛ ባባኮ ዋላ ንዓይ እንድያ ስኽፍክፍ ተብለን ድላ ናተይ ግን ማራ ኬፍ ኣለዋ እዛ ናትኩሞ ኣንቲ እዛ ናትኩም ኣቦ ዶ ማይ ርኣያ እዋ ልክዕ ከምዘን ኣብዚ ቲክቶክ ተዘርጊሐን ዘለዋ ንነብሰን ተፀሪፈን ንስድረአን ምስ መዕበኢኽን ጥፍኣ ድበሃላ ዘለዋስ ንዐ እንዳፀለእናስ እቲ ቫይረስ ካብ ገዛ ክፀንሓና እዋ እሞ ካብ ናይ ክልቲኦምሲ ናተይ ክትሓይሸ ማለት እዩ ሓመድ ክዕደይ ፎእ ናትካ እሞ ብሰብ ዝተፈንፈነ ብዝግኣብሄር ከዓ ነቲ ንሱ ዝገበሮ ተጋጊኻ ኣለኻ ኢልካ ክትቅይሮ ብምሕሳብካ ጥራሕ ኣብ ሓዊ ዝጠብስ እዩ ኣብ ሓዊ ደኣ ተጠበስ እምበር እወ ኣነ ልክዕ ከምዛ ናይ መብራቲ ሓሳብ እዩ ደለኒ ወላ ሓንቲ ነገር ኣይውስኽን እሞ እንታይ ደኣ እቶም ዝበዝሑ ብ ደገ ዘለዉ ነዝን ወዲ ከምዝን እሲ ላይክ ሸር ሳብስክራይብ ክገብሩ ዝውዕሉ ዘለዉ ናይ ሰይጣን ስለ ዝኾነ ሰይጣን እኮ ክሳብ ትጸድፍ ጽቡቅ ገይሩ እዩ ዝሕብረካ ሽዑ ከዓ ጽቡቅ ገይሩ ቀብረካ
እሞ ኣንቲ ሳሌም ጓለይ እ ስምዕ እስከ ብዩቱብ ይርባሕ እዩ ደዳ ኣይበልክናን እ ዶስ ከምዚ ናትኪ ከይነጅሕ ደሊኺ ኢኺ
ኖኖኖኖ ባባ እቲ ጸገም ኣብ ኣጠቓቕማ እዩ። ኣነን እዞም ከማይ ዝኣመሰሉን እቲ ንዝርግሖ ነገራት ዝተመሃርናዮን ሞያናን ስለ ዝኾነ ንህዝቢ ጠቓሚ እዩ። ንኣብነት ረኣዩ እሞ እዚ እስካ እስኪ ረኣዩ እሞ እዚ እስኪ እዚ እዚኦም በቲ ሞያኦም ገይሮም ንሰባት ዝምዕዱ ሰባት እዮም።
ዶ እምበኣር ከምኡ እዩ።
ንስኻ ሓደ ኢኻ ካባኻ ወጻኢ ንዘሎ ግን እዚ ከምዚ እዚ ከምዚ ኢልካ ንምውንጃል ብጣዕሚ ሲምፕል ነገር እዩ ማለት እዩ ኣብ ሃዋርያት ውን ከምዚ ዓይነት ስምዒታት እዩ ኔሩ ብቲ ካብቶም ክልተ ቆልዑ ተወሊዶም ዝበሃሉ ዘለዉ እቲ ሓደ ሄርሞን ንበሎ ስለዚ ሄርሞን ሄርሞን ማስቲካ ተባሂሉ ድዩ ዝጽዋዕ? ዋይ ኣሰይ ኣሰይ ኣሰይ ኣሰይ ግዝግይ ታይ በሃላ ኣለኻ። ኣእምሮና ንጽቡቕን ንሕማቕን ነገራት ብማዕረ ይበልሕ ስለዚ ንሕና ድማ ንኣእምሮና ናብ ጽቡቕን ሰናይን ነገር ኣውዒልና ንዝጠፍኡ ንመልሰሉ ንዝሓመሙ ኸዓ ነጥዕሉ እምበር ነቶም መንገዲ ሰይጣን ዝሓዙ ኣይንሓግዞም ሓቃ
ንሕና ኤርትራውያን ድማ ብሃይማኖትን ኣውራጃታትን ዝተገማማዕና ደይኮናስ ከምቶም ቀዳሞት ሓርበኛታት ኣቦታትና ዘውረሱና እቶት ሓንቲ ግራትን ፀባ ሓንቲ ላምን እዩ ዋው ኣንተ ከይፈለጥካ ትኣትዎ ሽግር እባ ብዙሕ እዩ እዎ ምባል ኣይኮነን እዚ ኩሉ ብሰንክኺ እዩ መፂና ዘሎ ኣብ እምሮና ዘይነበረ ሓሳብ ኣምፂኺ እንዳ ዶቦጭ ኣብ ሰልሚ ሸሚምክና ኣለኺ ዋ እሞ ኣነ እኮ ብናይ ኣታዊታት ኩርናዕ ርእየ እምበር ከምዚ ዓይነት መዘዝ ዘለዎ ዶ ይመስለኒ
እሞ ዘይከውን ኩርናዕ መሪፅኪ እኮ ኢኹ ኩርናዕና ቋዕ ኣቢልክና ዝነበረ እ? ሕጂ ኩላህና ነናብ ስራሕና ኢድና ንሃብ ታክሲስታ ናብ ደሽኻ በዓል ቀምቃማይ ከዓ ናብ ትሬንታኻ በዓል ላስ ቬጋስ ከዓኒ ናብ ሕልምኻን ናብ ትሙስሙስካን ሰብ ግናይ ሰብ ሰናይ ዝበሃል ከምዚ እዩ በእንተ ዊንታ ዘተኣጽወ ሆህተ ኣእምሮ በእንተ ሳሌም ተርህወ ለነ ይብሉ።
እንታይ ማለት እዩ?
ብሰንኪ ዊንታ ዝተዓጽወ ኣእምሮ ብሳላ ሳሌም ተራሒልና ተኸፊትልና ማለት እዩ።
ብሳላ መብራት ከዓ ባወስኸላ ቀንዲ እምበር መብራተይ ኣትብርሃን ዓይነይ ኣትቕጭን ስመስኪ ሳሌም ከምኡ ተበለት ተማሂራ ንስኺ እኮ ካብ